ሰላምታና ካብ ሲኤምኤክስ ራሾው ብምቕዳም ነዛ ርዛን ዕለት ጀጋኑ ሰማእታትና ብኽብሪ እንዳዘከርና ቻነልና ሕጂ እውን ብሓድሽ ኣቀራርባ ፍልይ ብዝበለ ትሕዝቶ መደባት ኣብ ምቅራብ ትርከብ። ብዘይ ናትኩም ተሳትፎ ግን ክትደምቕን ክትዕንብብን ስለ ዘይትኽእል ከምቲ ልሙድ ላይክ፣ ሳብስክራይብ፣ ሼር ክትገብሩ ብምምሕፃን ንሃናፂ ርእይቶታትኩምን ነቐፌታኹምን ክንቅበል ድሉዋት ምዃንና ንገልፅ። ሎሚ ናባኹም ናይ ውሽጥን ወፃእን ዜናታት ኣቕሪብናልኩም ኣለና። ምክትታልኩም ንዕድም። ሰናይ ምክትታል። ናይ ዓለምና እቲ ቀዳማይን ተባሃጋይ ናይ ውድድር ብሽክለታ ቱር ዲ ፍራንስ ንክጅምር ክልተ ሳምንታት ተሪፍዎ ኣሎ። ማሕበረሰብ ቅድድም ብሽክለታ ድማ ድሮ ኣንፈቱ ናብቲ ውድድር ካብ ዝግበር ሳምንታት ተቖፂሩ ኣሎ። ናይ ዝሓለፈ ዓመት ቱር ዲ ፍራንስ ብርክት ዝበሉ ድራማታት ዝተራእዮ ፖጋቻ እቲ ናይቲ ግዜ ዝበለጸ ተቐዳዳማይ ብሽክለታ ዓለምና ምዃኑ ዘመስክረሉ ውድድር ኣንጸባሪቑ እዩ ሓሊፉ። ፖጋቻ ዝሓለፈ ዓመት ንሳልሳይ ግዜኡ ነቲ ውድድር ክዕወተሉ እንከሎ፣ ነቲ ቀንዲ መወዳድርቱ ዮናስ ቪንጋርድ ብናይ ሽዱሽተ ደቓይቕን ዓሰርተ ሸውዓተ ካልኢትን ናይ ግዜ ፍልልይ በሊጹ እዩ። ፖጋቻ ንኽልተ ዓመታት ኣከታቲሉ ካልኣይ ተርታ ድሕሪ ምሓዙ እዩ እምበኣር ዳግማይ ካብ ኮረሻ ቻምፕዮን ተመሊሱ። ብቋጫ ኣብቲ ተኣምራታዊ ቁመንኡ ንዓለም ዘርኣየሉ ውድድር ኣብ መወዳእታ መድረኽ ዝነበረት ናይ ውልቅን ናይ ግዜ ውድድርን ሓዊሱ'ዩ ተዓዋቲ ሽዱሽተ መድረኻት ናይቲ ውድድር ብምኳን ሃትሪክ ሰሪሑ። ኣብ ክልተ ሽሕን ዒስራን ክልተን ከምኡ'ውን ኣብ ክልተ ሽሕን ዒስራን ሰለስተን ኣከታቲሉ ዘውዲ ቻምፕየን ካብ ታዴ ፖካቻ ዝተመንጠለ ቬንጋርድ ካልኣይ ተርታ ክውሕስ እንከሎ ቤልጂማዊ ሬምኮ ኦቪኖፔል ድማ ኣብ ቦኹሪ ናይ ቱር ዲ ፍራንስ ጣፍይኡ ሳልሳይ ተርታ ብምሓዝ ኣብ ፖድዩም ደይቡ። ፖጋቻም ከምቲ ብተደጋጋሚ ዝገለጽናዮ ንጁሮዲ ኢታልያ ቱር ዲ ፍራንስ ኣከታቲሉ ብምዕዋትን ነቲ ንመወዳእታ ግዜ ብኢጣልያዊ ማርኮ ፓንታኖ ዝተበጽሐ ድርብ ናይ ግራንድ ቱር ዓወት ዝበጽሐን ፋልማይ ተቐዳዳማይ እዩ። ናይ ዝሓለፈ ዓመት ቱር ዲ ፍራንስ ግን ናይ ፖጋቻ ምርኢት ጥራይ ኮይኑ ኣይሓለፈን። ናይ ዝሓለፈ ዓመት ቱር ዲ ፍራንስ ኪኖ ብጫ ማልያ ኣብ ቀጠልያ ማልያ ናይቲ ውድድር ታሪኽ ዝተሰርሓሉ ውድድር እውን ሰኒዱ እዩ። ኤርትራዊ ተቀዳዳማይ ኣባል ኢንተርማርሸ ቢንያም ግርማይ እውን ናይ ፈለማ ጸሊም ኣፍሪቃዊ ኣብ ቱር ዲ ፍራንስ መድረኽ ክዕወት ዝኸኣለን ንቀጠልያ ማልያ ሒዙ ክዛዝም ዝኸኣለ በኩርን ብሕታውን ኣፍሪቃዊ ተቀዳዳማይ ኮይኑ እውን ሓድሽ ምዕራፍ ኣብ ቅዲ ብሽክለታ ዓለም ገንጺሉ እዩ። ቢንያም ግርማይ ቤልጂማዊ ያስፐር ፍሊፕሰን እቶም ክልተ ንጉሳት ቅጽበታዊ ውድድር ቱር ዲ ፍራንስ ዝነበሩ ተቀዳደምቲ እዮም። እዞም ክልተ ተቀዳደምቲ ዝሓለፈ ናይ ውድድር ዓመት ነብሲ ወከፎም ሰለስተ ናይ መድረኽ ዓወታት ከመዝግቡ በቒዖም እዮም። ኣብዚ ናይ ሎሚ ዓመት ውድድር ቱር ዲ ፍራንስ ልዑል ግምት ዝግበረሉ ኣብ መንጎ ሰለስተ ከዋኽብቲ ናይዚ ዓውዲ ታዴ ፖጋቻ፣ ሬምኮ ኦቪኖፔል፣ ዮናስ ቪንጋርድን ዘካይድዎ ቅልስ እዩ። ታዴ ፖጋቻ፣ ዮናስ ቪንጋርድ ክልቲኦም ንዝሓለፉ ኣርባዕተ ውድድራት ቱር ዲ ፍራንስ ክዕወትሉ ብምኽኣሎም ናይዚ ምዕቡል ዘመን ቀንዲ ተቐናቐንቲ ተቐዳደምቲ ክኾኑ ዝበቕዑ እዮም። ታዴ ፖጋቻ ኣብዚ ሓድሽ ናይ ውድድር ዓመት ከርእዮ ብዝጸንሐ ቁመና ናይ ዝሓለፈ ዓመት ብቕዓቱ ሒዙ ተመሊሱ ቀሪቡ ዘሎ ይመስል። ድሕሪ ወርሒ መጋቢት ንፈለማ ግዜ ብመንገዲ ክራይተርዩም ደፊነ ዝተመልሰ ዮናስ ቪንጋርድ'ውን ካብ ካልእ ግዜ ንላዕሊ ካልእ ተቐዳዳማይ ኮይነ ቀሪበ ኣለኹ ብምባል ናብ ፖጋቻ ዝዓለመ መልእኽቲ ሰዲድሉ። ዛጊት ኣብ ንኡስ ዕድሚኡ ንከም ቮልታ ስጳኛ፣ ቻምፕዮን ዓለም ዝኣመሰሉ ውድድራት ተዓዊቱሎም ዝርከብ ኤቨነፔል'ውን ዝሓለፈ ዓመት ዝሓዞ ሳልሳይ ደረጃ ሎሚ ዓመት ናብ ቀዳማይ ወይ ድማ ናብ ካልኣይ ከበርኾ ንደገፍቱ ቃል ብምእታው ኣንቂዱ'ሎ። እቲ ካልእ ትፅቢት ዝግበረሉ ቅልስ ኣብ ናይ ነጥቢ ቀጠልያ ማልያ ዝግበር ቅልስ እዩ። ዝሓለፈ ዓመት ውድድር ቀጠልያ ማልያ ኣብ ቢንያም ግርማይ፣ ያስፐር ፊሊፕሰን ጥራይ እዩ ዝተደረተ ነይሩ። ሎሚ ዓመት ግን እቶም ኣብዚ ናይ ውድድር ዓመት ኣብ ጥርዚ ቁመንኦም ምህላዎም ኣብ ዝሓለፈ ውድድራት ዘመስከሩ ኢጣልያዊ ጆናታን ሚላንን ቤልጂማዊ ቲም ሚለርን ነቲ ንቀጠልያ ማልያ ንምውሳድ ዝግበር ቅልስ ተሓዊሶሞ ዘለዉ ተቐዳደምቲ እዮም። ስለዚ ቢንያም ግርማይ ናይ ዝሓለፈ ዓመት ክብሩ ንምዕቃብ ኣብ ቅድሚኡ ካብ ናይ ዝሓለፈ ዓመት ንላዕሊ ከቢድ ሓላፍነት ክስከም እዩ። ናይ ሎሚ ዓመት ቱር ዲ ፍራንስ ካብ ናይ ዝሓለፈ ዓመት ውርዳት ፍልይ ዘብሎ ድሕሪ ክልተ ሽሕን ዕስራን ንፈለማ ግዜ ካብ ፈረንሳ ከይወፀ ውርዳቱ ከስልጥ ብምዃኑ እዩ። ኣብዚ ናይ ሎሚ ዓመት ቱር ዲ ፍራንስ ተቐዳደምቲ ብድምር ሰስተ ሽሕን ሰስተ ሚእትን ሳሳን ትሽዓተን ኪሎ ሜተር ክሽፍኑ እዮም። ኣብዚ ናይ ዕስራን ሓደን መድረኻት ጉዕዞ ድማ ዓሰርተ ሓደ ዞባታት ፈረንሳ ምስ ሰላሳን ኣርባዕተን ከተማታት ክሽፍኑ እዮም። ናይ ሎሚ ዓመት ቱር ዲ ፍራንስ ሓሙሽተ ሓምለ ኣብ ሊለ ክፍለም እዩ። ቀዳመይቲ መድረኽ ዙር ፈረንሳ ናይዚ ዓመት ኣብ ጎልጎል እትካየድ መድረኽ ብምዃና ናይ ቅጥዕታዊ ውድድር ተቐዳደምቲ ብጫ ማልያ ክለብሱላ ዝኽእል መድረኽ እያ። ዝሓለፈ ዓመት ንቀጠልያ ማልያ ንምዕዋት ኣብ ዝኸዶ ዝነበረ ጉዕዞ፣ ድርብራብ ታሪኻት ዝጸሓፈ ቢንያም ግርማይ'ውን ሓሙሽተ ሓምለ ካልእ ታሪኽ ክስንደላ ዝኽእል ዕድል ኣብ ቅድሚኡ ኣላ። ናይ ፈለማ ኣፍሪቃዊ ንብጫ ማልያ ቱር ዲ ፍራንስ ዝለበሳ ዝብል ረዚን ክብሪ። ኣብ ዕድግታት ወሰንትን ፍልልያትን ፈጠርቲ ተጻወቲ ተጸሚዳ ዘላ ሊቨርፑል፣ ነቲ ሃሞን ቀልቡን ናብ ኣልምጽምባር ዝጸንሐ ሃንጋርያዊ ሚሎን ከርከ ብ ኣርብዓ ሚልዮን ፓውንድ ወጻኢታት ብምግባር ካብ ቦርንማውዝ ኣፈሪማቶ። ከርከ ድሕሪ ናይ ክልተ ዓመታት ግዜኡ ክፋነዋ ምዃኑ ዝተረድኣ ቦርንማውዝ ኣቐዲማ ን ኣድርያን ትሩፈት ካብ ፈረንሳዊት ክለብ ረንስ ኣፈሪማቶ ጸኒሓ'ያ። ከርከ ድሕሪ'ቶም ብተኸታታሊ ሚእትን ዓሰርተ ሽዱሽተን ዕስራን ትሽዓተን ነጥቢ ሓሙሽተ ሚልዮን ፓውንድ ወጻኢታት ዝተገብረሎም ፍሎርያን ቪርትዝን ጀረሚ ፍሪፕሞንግን ስዒቡ ሳልሳይ ተፈራሚ ሊቨርፑል ናይዚ ክራማት ኮይኑ ኣሎ። ተወላዲ ሰርቢያ ዝኾነ ሃንጋርያዊ ከርከር ኣብ ሃንጋርያዊት ክለብ ጊዮር ናይ ጸወታ ግዜ ዝፈለመ ኮይኑ ቀጺሉ ኣብ ኢጣልያዊት ክለብ ኤሲ ሚላን እዩ መዕረፊ ገይሩ። ብማልያ ኤሲ ሚላን ዝኾነ ጸወታ ከየካየደ ድማ ኣብ 2022 ናብ ሆላንዳዊት ክለብ ኤዚ ኣልካማር ተጸንቢሩ። ኣብ ናይ ውድድር ዓመት 2022 2023 ኤዚ ኣልካማር ኣብ ኤርዴቪዝ ራብዓይ ተርታ ሒዛ ውድድራ ንክትዛዝም ልዑል ግደ ዝተጻወተ ከርከዝ መላእ ናይ ውድድር ዓመት ኣብ ዝተሰለፈሎም ሓምሳን ክልተን ግጥማትን ሓሙሽተ ሸቶታት ከመዝግብ እንከሎ፣ ሸውዓተ ናይ ሸቶ ቀረብ ድማ ገይሩ። ኣብዚ ግዜ ስፖርቲን ዳይረክተር ሊቨርፑል ኮይኑ ኣብ ስራሕ ዝርከብ ሪቻርድ ሂውስ ኣብ ክልተ ሽሕ ዕስራን ሰለስተን ኣብ ቦርንማውዝ ብተመሳሳሊ ጽፍሒ ኣብ ዝሰርሓሉ ዝነበረ ግዜ ድማ ንከርከዝ ኣፈሪምዎ። ብርሞዊ ዝሓለፈ ናይ ውድድር ዓመት ሓምሳን ሽዱሽተን ነጥቢ ብምእካብ ክብረ ወሰን ናይ ጋንታ ኣብ ዝሰበረትሉ ናይ ውድድር ዓመት ኣብ ሳሳን ሸሞንተን ግጥማት ዝተሰለፈ ከርገዝም ክልተ ሸቶታት ከመዝግብ እንከሎ ሽዱሽተ ናይ ሸቶ ቅርርብ ድማ ገይሩ እዩ። ብማልያ ሃንጋሪ ዕስራን ሰለስተን ኣህጉራዊ ግጥማት ዘካየደ ከርከዝም ኣብ ሊቨርፑል ኣብ ጎድኒ ወዲ ሃገሩ ዶኖኒክ ስፖዝላይ ኮይኑ ክጻወት እዩ። ኣብ ዝሓለፈ ናይ ውድድር ዓመት መድረኽ ፕሪምየር ሊግ እንግሊዝ ሓደ ካብቶም ብሎክ ኢሎም ዝወፁ እንግሊዛዊ ተፃዋታይ ኣርሰናል ሉዊስ ማይልስ ስኬሊ ተወሰኽቲ ዓመታት ኣብ ኣርሰናል ንምፅዋት ተሰማሚዑ። ናይ ኣርሰናል ውዕሉ ዝመፅእ ዓመት ዘብቅዕ ዝነበረ ስኬሊ ውዕሉ ንምሕዳስ ምስ ክለቡ ኣርሰናል ኣብ ዘተ ምፅንሑ ዝፍለጥ እዩ። ሉዊስ ስኬሊ ኣብታ ዝደመቐላ ዝሓለፈ ናይ ውድድር ዓመት ኣብ ንኡስ ዕድሚኡ ኣብ ሰላሳን ትሽዓተን ግጥማት ናይ ኩለን ውድድራት ንኣርሰናል ብድፍረት ብብሉጽ ቁመናን ከጻውታ በቒዑ። ስኬሊ ዋላ'ኳ ኣብ ኣከዳሚ ኣርሰናል ከም ናይ ማእከል ኣካፋሊ ኮይኑ እንተመጸ፣ ሚካኤል ኣርቴታ ግን ኣብ ጸጋማይ መስመር ምክልኻሉ ኣጋጢምዎ ንዝነበረ ሃጓፍ ንምዕባስ'ዩ። ኣብ ወርሒ መስከረም ናይ ዝሓለፈ ዓመት ኣብ ግጥም ኣንጻር ማንቸስተር ሲቲ ኣብ ጸጋማይ መስመር ምክልኻሉ ከሰልፎ ዕድል ከፊትሉ። ኣቐዲሙ ንሃገራዊት ጋንታ ኢንግሊዝ ኣብ ናይ ትሕቲ ዓሰርተ ትሽዓተን ዓሰርተ ሽዱሽተን ዓመታት ወኪልዋ ዝነበረ ስኬሊ፣ ዝሓለፈ ዓመት ድሕሪ ዘንጸባረቖ መሳጢ ቁመና ብቶማስ ቱሸል ኣብ ዓባይ ሃገራዊት ጋንታ ኢንግሊዝ ጻውዒት ቀሪብሉ ኣብ ቀዳመይቲ ኣህጉራዊት ግጥሙ ድማ ሸቶ ምምዝጋቡ ዝዝከር'ዩ። ማሕበር ፕሮፌሽናል ተጻወትቲ ኩዕሶ እግሪ ዓዲ እንግሊዝ ናይዚ ዓመት ንሽልማት ዝረቑሖም ሽዱሽተ ብሉጻት ተጻወትቲ ብሕጹይነት ኣቕሪቡ። እዚ ማሕበረ ተጻወቲ ኩዕሶ እግሪ ዓዲ እንግሊዝ ዝዕደል ሽልማት ብሕጹይነት ሓሪዎም ዘሎ ተጻወቲ ኣቐዲሙ ንሽልማት ፔፌኣን ኣብ ማሕበረ ጸሓፍቲ ኩዕሶ እግሪ እንግሊዝ ንዝዕደል ሽልማት ዝተዓወተሉ መሓመድ ሳላሕን ኣርጀንቲናዊ ኣሌክስስ ማካለስተርን ካብ ሊቨርፑል ካብ ኣርብዓን ክልተን ግጥማት ኒውካስትል ዕስራን ሸውዓተን ሸቶታት ብምምዝጋብ ነታ ጋንታ ዝቕጽል ዓመት ተሳታፊት መድረኽ ቻምፕየንስ ሊግ ኤውሮጳ ክትከውን ዘብቅዓ ኤርትራዊ ሽወደናዊ ኣሌክሳንደር ኢሳቕን ክለቡ ማንቸስተር ዩናይትድ ክዝክራ ዘይብላ ናይ ውድድር ዓመት ኣብ ዝሐለፈትሉ ብውልቂ ሸሞንተ ሹቶን ዓሰርተ ቀረብን ዝገበረ ብሩኖ ፈርናንደዝን ኣከፋፋሊ ኣርሰናል ደክላን ራይስ ሃንዳስ ማእከል ሜዳ ቸልሲ ኮል ፓልመርን ይርከብዎም። ሊቨርፑል ዋንጫ ንኽትዓትር መሪሕ ተራ ኣብ ርእሲ ምጽዋቱ ዕስራን ትሽዓተን ሸቶን ዓሰርተ ሸሞንተ ናይ ሸቶ ቀረብን ዝገበረ ሞሓመድ ሳላሕ ድማ ነዚ ሽልማት ክዕወተሉ ዝግመት ተጻዋታይ'ዩ። ሳላሕ ኣቐዲሙ ነዚ ሽልማት ኣብ 2018ን ከምኡ'ውን ኣብ 2022ን ተዓዊትሉ ብምንባሩ ሎሚ ዓመት ንሳልሳይ ግዜኡ ክዕወተሉ ምስ ዝኽእል ድማ ናይ ፈለማ ተጻዋታይ ነዚ ብማሕበር ፕሮፌሽናል ተጻወቲ ዝዕደል ሽልማት ብሉጽ ተጻዋታይ ሳልሳይ ግዜኡ ዝተዓወተሉ ናይ ፈለማ ተጻዋታይ ክኸውን እዩ። ኣብ ናይ መንእሰያት ድማ ተጻወቲ ኣርሰናል ሉዊስ ማይለስ ስኬሊን ኢታን ንዋኔርን ካብ ኣርሰናል፣ ሊያም ዴላፕ ካብ ናይ ቅድም ክለቡ ኢፕስዊችን፣ ደን ሆጅሰን፣ ሚሎን ከርከዝን ድማ ካብ ናይ ቅድም ክለቡ ቦርንማውዝ ተሓጽዮም ኣለዉ። ስነስርዓት ምዕዳል ሽልማት ዓሰርተ ትሽዓተ ሰነ ኣብ ከተማ ማንቸስተር ክካየድ እዩ። ዝሓለፈ ዓመት ነቲ ሽልማት እንግሊዛዊ ተጻዋታይ ማንቸስተር ሲቲ ፊል ፎደን ተዓዊትሉ ምንባሩ ዝዝከር ኮይኑ ኣብዚ ናይ ሎሚ ዓመት መጺኦም ዘለዉ ሕጹያት ግን ወላ ሓደ ተጻዋታይ ሲቲ ሴሩ ክኣቱ ዝከኣለ የለን። ፈረንሳዊት ክለብ ሞናኮ መሓላ ውዳት ማንቸስተር ዩናይትድ ካሜራዊ ኣንድሬ ኦናና ናይ ምፍራም ባህጊ ከም ዘለዋ ፈረንሳዊት ማጽሄት ለኢኮብ ሓቢራ። ኦናና ክሳብ ክልተ ሽሕ ዕስራን ሸሞንተን ኣብ ኦልትራፎርድ ዘጽንሕ ናይ ሰለስተ ዓመታት ኮንትራት ተረፍ ዘለዎ ተጻዋታይ ብምዃኑ፣ ሞናኮ ብቐሊል መጠን ገንዘብ እትረኽቦ ሓላው ዳታ ኣይኮነን። ማንቸስተር ዩናይትድ ኣብ ክልተ ሽሕ ዕስራን ሰለስተን ኣብ እዋኑ ብድፍኢት ተዓላሚ ኣብ ዝነበረ ኤሪክ ተን ሃግ መሰረት ንኦናና ኣርብዓን ሸውዓተ ነጥቢ ሓሙሽተ ሚልዮን ፓውንድ ወጻኢታት ብምግባር ካብ ኢንተር ሚላን ከምዘፈረመቶ ዝዝከር እዩ። ኣብዚ ግዜ እዚ ድማ ኦናና ምስ ኩሉ ጸገማት ማንቸስተር ዩናይትድ ኣስታት ሰላሳ ሚልዮን ፓውንድ ትትምኖ ሓላው ዳት ምዃኑ ይእመን። ኦናና ዝሓለፈ ዓመት ስፖርት ዓበይቲ ኣብ ውጽኢት ክለቡ ፍልልያት ዝፈጠረን ጌጋታት ብምግጋይ'ዩ ብብርክት ዝበሉ ደገፍቲ ናይ ቅድም ተጻወትታ ጋንታ ክፋኖ ዝጠልብ ተጻዋታይ'ዩ። ማንቸስተር ዩናይትድ ኣብዚ ግዜ ስማ ምስ ተዓዋቲ ዋንጫ ዓለም ሓላው ዳታግራይት ጋንታ ኣርጀንቲናን ኣስቶን ቪላን ዝኾነ ኤምልያኖ ማርቲነዝ ይተሓዝ ብምህላዉ ንኦናና እተውጽኣሉ መጠን መሸጢ ገንዘብ ብማናኮ ዝማልኣላ እንተኾይኑ ንኸተፋንዎ ድሕር ከምዘይትብል ምስታ ጋንታ ቅርበት ዘለዎም ወገናት ይሕብሩ። ስጳኛዊ ካቫሊም ሪያል ሶሲዳድ ማርቲን ዙብመንዲም ድሕርቲ ዝፈሸለ ናይ ሪያል ማድሪድ ጭውያም ናብ ኣርሰናል ንምጽንባር ሕክምናዊ ምርምርኡ ንምክያድ ከተማ ለንደን ኣትዩ። ነዚ ዜና ዝዘርግሐ ዘ ኣትለቲክ፣ ምእታው ዙብመንዲ ናብ ከተማ ለንደን ነቲ ሪያል ማድሪድ ኣብ መወዳእታ ክትገብሮ ዝጸንሐት ናይ ጭውያ ፈተነታት ዝኽትም ምዃኑ ገሊጻ። መስርሕ ዕድጊ ዙብመንዲ ኣቐዲሙ ዝተዛዘመ እኳ እንተነበረ፣ ብናይ ኣካውንቲንግ ክስሓባት ብዝምልከት ብሕቶ ክለብ ሪያል ሶሲዳድ መሰረት መስርሕ ምስግጋር ዙብመንዲ ናብ ኣርሰናል ተዓናቒፉ ጸኒሑ። መደብና ክሳዕ መወዳእታ ብምክታልኩም ደጊምና እንዳመስገና ኣብ ዝቕጽል ቪድዮና ክሳብ ንራኸብ ከምቲ ልሙድ ላይክ፣ ሼር፣ ሳብስክራይብ ብምግባር ህላውነትኩምን ደገፍኩምን ኣይፈለየና እንዳበልና ንሎም ዘዳለናዮ ትሕዝቶ ኣብዚ ንዛዝም። ሰላም ዘልኣለማዊ ዝክሪ ንሰማእታት ኤርትራ!